ኣነ እየ በቃ ኣብኣ እዩ ዘሎ እቲ ፀገም ንምንታይ ኣብ ናይ ትዲኤፍ ሂወት ስለ ዝኣተው ኣብ ናይ ትዲኤፍ ኣማላይ ሂወት ስለ ዝኣተው ኣነ እየ ተሓታቲት ናብዚ ኩሉ ዘብፃሕኹዎ ኣነ እየ ስለዚ እቲ ፀገም ኣብኣ እዩ ዘሎ ኣነ ይቕሬታ ይሓተሉ
ሰላም ሰላም ቤተሰብ ሰላምኩም ይብዛሕ እንኳዕ ላና ሳሚ ሪያክት ዩቲብ ቻናል ብሰላም መጻኹም ክል ይደሊ ኣብዚ ቻናል እዚ ዝተፈላለዩ ቪድዮታት ክንርኢና ኣብ ናይ ሎማዓንቲ መደብና ድማ ኣዝዩ ዘሰንብድ ያው ኣዝዩ ዘነጋግር ዘሎ ኣብ ሶሻል ሚዲያ ናይ ኣርቲስት ቤቲ ሃይለ ኩላትና ኣብ ገሪ እሙን እንፈልጥ ሓፍትና ናይ ኣዝዩ ዘሰንብድ ቪድዮ ኣሎ እሱ እንታይ ልብል ኣብ ሰዓቱ ክንርኢ ኢና ማለት እዩ እዚ ብቻ ኣይኮነን ናይ ሞኒካ ድማ ናይ ዕርቃን ቪድዮ ኣሎ እሱ እንታይ ልብል ኣብ ሰዓቱ ክንከታተል ኢና ማለት እዩ እዚኦምን ካልኦትን ብሰፊሑ ኣብዚ መደብ እዚ ክንምልከት ኢና ንስኻቶም ድማ ነታ ቻናል ሰብስክራይብ እንታ ቪድዮ ድማ ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ክብል ይደሊ ኩላትኩም ላይክ ጌርኩም እንተ ጀሚርኩምዎ እቲ ቻናል እቲ ቪድዮ እያ ላብ ኩሉስ ለባፅሕለ ኩልኹም ላይክ ጌርኩም ጀምርዎ ክል ይደሊ ላብቲ ፈላማይ ዝኾነ ቪድዮና ንቐፅል ኦኬ ፋሚሊ በቲ ፈላማይ ዝኾነ ቪድዮና ንቕፅል ኣለና ሰናይ ምክትታል ከም መጀመሪ እንገብራ ቪድዮ ድማ ናይ መለይ ሓፍትና ይቅርታ ዝሓተተሎ እንታይ እዩ ዝብል እስቲ ንርአ ሰላም ሰላም የሕዋት ከመይ ትቕንዩ ሰላምኩም ብዝሕ ይበለለይ ለማዓንቲ ናይ ቕሬታ ቪድዮ ክሰርሕ መፀ ቀንዲ ቀንዲ መጀመርያ ኣብ ጎኒ ነበርኩም ሰባት ኣጆ ክትብሉኒ ስእለይ ፖስት እናገበርኩም ኣብ ኮመንት ብኩሉ ነገር ኣጆ ክትብሉኒ ነበርኩም ብፆተይ መቃልስተይ ሕዋተይ ተጋሩ ብኤረትራን ብትግራይን ዘለኹም ኩለኹም ኣብ ጎነይ ዝኾንኩም ቴንኪዩ ክብረት ይሃበለይ ክብሪ ኣለና ኣብ ልዕሌኹም ቅፅል ኣቢለ ክብል ደሊ ነገር እዚ ነገር እዚ እናገፈሐ ይኸይደ ኣሎ ናብ ካልእ ኣንፈት ይኸይደ ኣሎ ካብ ሰለስተ ሰባት ናብ ህዝቢ ተቐይሩ ትድኤፍ ምፅራፍ ህዝቢ ምፅራፍ ዓዲ ምፅራፍ በቃ ኣውራጃይ ኣውራጃኻ ገለገለና እንድዕ ብጣዕሚ ዘሕፍር ጥራይ ነው ክንደየናይ እሞ በዚሕና ብኹናትን ብስደትን ተወዲእና ዘለና ህዝቢ ኢና ፅቡቅ ኣይኮነን ተጋዳላይ እውን ከም ተጋዳላይ ክብሪ ኣለና ዋጋ ከፊሉ እዩ ትማሊ ሕዋትና እዮም ምእንታና ክብሉ ብዙሕ መስዋእቲ ከፊሎም እዮም እና ስዒካ ሽሞም ዝለዓል ታሽሚ ዘብል ኣይኮነን ቀንዲ ቀንዲ ግን ንዚ ኩሉ ተሓታትት ኣነ እየ በቃ ኣብኣ እዩ ዘሎ እቲ ፀገም ንምንታይ ኣብ ናይ tdf ሂወት ስለ ዝኣተው ኣብ ናይ tdf ኣማላይ ሂወት ስለ ዝኣተው ኣነ እየ ተሓታትት ናብዚ ኩሉ ዘብፃሕክዎ ኣነ እየ ስለዚ እቲ ፀገም ኣብኣ እዩ ዘሎ ኣነ ይቅሬታ ይሓተሉ ይቅሬታ በቃ ይቕሬታ ኣሕዋተይ ተጋጊየ ይቕረ በሉለይ በቃ ብይቕረታ ዘይፍታሕ ነገር የለን ውሑዳት ኢና ፍቕሪ ዘዋጻእና ናይ ደገ ጸላኢ ከይኣኽለና ናይ ውሽጢ በብ ነንሕድሕድና ክንባልዓስ ዓገብ ስለዚስ በጃኹም ኣሕዋት ኢኹም ኣይትበኣሱ ካባኹም ሓሊፉ ናብ ካልእ ኣይኽድ ስለዚስ በቃ ብይቕሬታ ዕጸዎ ኩሉ ነገር ይቕኒለይ
እወ ቤተሰብ ያው ከምቲ ዝሰማዕኹሞ እዩ መሌ ሓፍትና ይቅርታ ኢላ ያው እቲ ቪድዮ ድማ ኣብ ኹሉ እናተዘዋወረ ኢሎ ኣሎ ኩሉ ሰብ ደማ ልተቀየማ ይቅር ሃምልላ ተስፋ እንገብር ማለት እዩ እስቲ ላፍቲ ቀጻላይ ልኾነ ቪድዮና ንእትው። እታ ሞት ከም ዘበይ ክቅበላ እንድየ ሓንቲ መዓልቲ ግን ሕማቅ ኣይሓዝካይ ሰነፍ ኣይሓዝካይ of course ሃገረይ እንድዩ ሰበይ ብዙሓት እዮም ብፍቅሪ ዝጽበዩኒ ብዙሓት ኣለዉ ግን ኣደራዕ እዩ ከኣ ዋላ ንዓቶም ከማን ቃል ኪዳን ኣለኒ ምስዚ ህዝቢ እዚ ኣካሉ እየ ተረዲኻ ግን ንዑ እንድየ እቲ ቅዋም ዝደልዮ ዘለኹ ድላየ ተዛሪበ ክወፅእ እንድሕር ዘይክእል ኮይነ ድላየ ክዛረብ ዘይክእል እንድሕር ኮይነ ተኣስረ ሓወይ ክሓትት እንድሕር ዘይክእል ኮይነ ፅባሕ ደኣ እሞ መን ክሓተለይ ንዓይከ መሊሰ ክዕበጥ ኣነ እኮ ማንም ሰብ ገለ ኢሉኒ ኣይኣምንን እዩ ኖ ኖ ረኺብካዮ ዶ ትፈልጥ ቤት ማእሰርቲ ከይድካ ዶ ትፈልጥ ሓቲትካዮ ዶ ትፈልጥ ዘይሓተትካዮ ዘይፈልጥካዮ ከመይ ጌርካ ትዛረብ ኣብዚ እዋን እዚ ክግበር ዘይክእል ነገር ስለ ዘየሎ ዘይዳህሰስካዮ ነገር ክትዛረብ ሓጢኣት እዩ መቸም ፅቡቕ ነገር ኣይኮነን ስለዚ እታ ተፍርህ ድማ እታ መሰል ሓሳብካ ምግላጽ ድያ መሰል ምዝራብ? ርግእ ሓሳብካ ብቓል ምግላጽን እንተዘየልዩ፣ እቲ ንኻልኦት ካባይ ዝሓሹን ዝለበሙን ክወስድ ዝጸንሐ ንዓይ ካባይከ እንታይ ይኽልክሎ? እወ ቤተሰብ ያው ምንም ዝተርፍ ሓሳብ የብሉን ኩሉ ተብሂሉ እዩ ያው እስቲ ላፍቲ ልቅፅል ቪድዮና ንእተው። ንፋለት ኢና ብጣዕሚ ኢና ንፋለት የሕዝነካ ክመፅኦም ዝኽእል ነገራት ኣብ መወዳእታ ከምዚ መገበርያ ናይ ስርዓት ምዃኑ ተሓዝን እምበር ርግፀኛ እየ እንታይ ክመፆም ኣፀቢቖም ይፈልጡ ኣፀቢቑ ኣፀቢቑ ባህርና ይፈልጥዎ እዮም ጠባይና ይፈልጥዎ እዮም እንታይ ንገብር ከም ዘለና ይፈልጡ እዮም። ብቐልዲ ወይ ብሰንኮፍ ኣይሓዝናዮም ዘለና ነዚ መንገዲ ግን ብዙሓት መንእሰያት ስንና ነቒስና ሓሪምና ኣብ መንገዲ ኢና ዘለና ክንከይድ ዓድና ሕጂ ሽዑ ከጋጠም ዝኽእል ኩነታት የሕዝነካ ኣሎ እምበር ሓደ ውዱቕ ስለ ዝተዛረበ ክልተ ውዱቓት ስለ ዝተዛረቡ ክመፅእ ዝኽእል ለውጢ የለን። ተበጊስና ኢና ብርጌድ ንሓመዱ ናብ ስደት ምስ ከደ ደው ኢሉ ሓሲቡ ስደት መርፃ ከም ዘይኮነ ዋጋ ክኸፍል ከም ዘለዎ ፈሊጡ ኩሎም ዓይነት ዋጋታት እናኸፈለ ዝኸይድ ዘሎ ህይወት፣ ግዜ፣ ኣካል፣ ብዙሕ ነገራት፣ መጻኢ ዕድል፣ ኩሉ ነገራቱ ኣወንዚፉ ነቲ ዝመጽእ ወለዶ፣ ነቲ ብሕቲ ዘሎ እውን ወለዶ ካብዚ ዘሎ ኣዝዩ ዘስካሕክሕ ናይ መግዛእቲ ኩነታት ከላቕቖ ዝወሰነን ዝፈረመን ዝመሓለን እዩ ማለት እዩ። ንድሕሪት ዝምለስ መንገዲ ኣይኮነን። እዚ ክዕወት ምዃኑ ፍሉጥ እዩ። ንኹሉ ደላይ ፍትሒ ልቡ ብዘረስርስ መንገዲ ከኣ ኩሉ ሰብ ነናትኡ ሰለ። እዋን ኣሎ ዘይሓልፍ ይመስለን እሞ ንነብሰይ ሓሊፈ ንፈጣሪ ይኸሶ። እዋን ኣሎ እቲ ካብ ሰብ ዝተጸበኽዎ ሚእቲ ፍረ እቲ ዝመጸኒ ድማ ሓደ ፍረ ምስ ኮነ። ሕማቅ ካብ ኣፈይ ይወጽእ እዋን ኣሎ ዓለም ብተስፋይ ክብሉኒ ይሰምዕ እሞ ዘቅረብክዎ ሰብን ዝተጓዓዝክዎ መንገድን ተስፋ ምስ ሰኣንኩሉ ኢደይ ይህብ እዋን ኣሎ ኾነለይ ኢለ ዝነደቅክዎ መሊሱ ይፈርሰኒ እሞ ሽዑ ድማ መሊሰ ይንብርከኽ እዋን ኣሎ ስለ ፍቅሪ ኢለ ልዕሊ ግቡእይ ዋጋ ይኸፍል እሞ ነገር ግን ብዓጸፋ ከኣ ይጽላእ ልበይ ድማ ይዓጹ እዋን ኣሎ ንኹሉ ዘጋጠመኒ ከም ቅቡል ወሲደ እናተጓዓዝኩ ንዓይ ግን ዝቅበለኒ ይስእን እሞ ሽዑ ካብ ምንባር ዘይምንባር ይበልጽ ኢለ ይድምድም ይኹን እምበር እዋን ዘይብሉ ሓደ ነገር ኣሎ። ኣብ ዝሓሰብክዎን ኣብ ዝተጓዓዝክዎን ዘበለ ኩሉ፣ ግዜን ቦታን ከይመረጸ መርሓባ ኢሉ ዝቕበለኒ ፈጣሪ ከም ዘሎኒ ኣስተውዒለ። ንኣምላኸይ ዓቢ ሽግር ከም ዘሎኒ ዘይኮንኩ ዝነግሮስ፣ ንሽግረይ ዓቢ ኣምላኽ ከም ዘለኒ እየ ዝነግሮ። ምንባር ንመን ትግበኦ ምስ በሉኒ ብዙሕ ተማሂረ ሎሚ ምሳና ዘየለ ሰባት ክዛረብሉ ዝረኣኽዎ እዛ ኣብ ጎድኒ ዘላ ሓፍትና ኩላትና ብቤት ሃይለ ንፈልጣ ሄለን ተጋጊ ስማዕ በዚ ዕለት እዚ ከም ዝተገላገለት ርእያ ኣለኹ እሞ ብመጀመርታ እንኳዕ ብሰላም ተገላገልኪ ክብላ ደሊ እንኳ ሓጎሰኪ ካብኡ ቀፂሉ እቲ ናይ ብዙሓት ሰባት ሕቶ ኮይኑ ተላዒሉ ዘሎ መርዖም ዝነበረ ቅድሚ ሽዱሽተ ወርሒ እዩ ሽዱሽተ ወርሒ ናይ ገበረን ሓሙሽተ ወርሒ ሽዱሽተ ወርሒ ኣይመልአን ኣቐዲመ ክሪኦ ፀኒሐስ ኣፕሪል ነይሩ እዚ ማለት ከኣ ገና ሽዱሽተ ወርሕስ ኣይመልእን ዘሎ ስለዚ ቅድሚ ሽዱ ኣብዚ ቅድሚ ሓሙሽተ ወርሒ ሕጂ ሽዱሽተ ወርሒ ዝኸይድ ዘላ ብተክሊል ተመርዕያ ኣብ ቤተክርስትያን ኣትያ ኣክሊል ጌራ ተመርዕያ ሕጂ ከዓ ወሊዳ ስለዚ ሲ ቆልዓስ ኣብ ሓሙሽተ ወርሒ ክወለድ ይኽእል ድዩ ኣብ ሽዱሽተ ወርሒስ ክወለድ ይኽእል ድዩ ተባሂሉ እዩ ዝሕተት ዘሎ በዛ መልኪተ እውን ኣንድ ትምህርቲ ክበሉ ስለ ዝደለኸ እዮም መቸም ሰብ ኣብ ሓሙሽተ ወርሒ ኣብ ሽዱሽተ ወርሒ ከም በጊዕ ከም ጤል ኣይወልድን እዩ ምናልባት ከም ገለ ክፍጠር ይኽእል ሽዱሽተ ወርሒ ሸውዓተ ወርሒ ሸሞንተ ወርሒ ክኸውን ይኽእል እቲ ስሩዕ ትሽዓተ ወርን ሓሙሽተ መዓልትን እዩ ካብኡ ቀፂሉ ግን ከምዚ ኣቐዲመ ዝበልክዎ ናይ ሓሙሽተ ወርሒ ሽዱሽተ ወርሒ ሸውዓተ ወርሒ ተኮይኑ ግን እኹል ዝኾነ ውለድ ኣይኮነን ናይ ግድን ብሓገዝ ናይ ዶክተር ናይ ነርስ እዩ ዝኸይድ እንደገና ከ ክሳብ መዓልቱ ዝኣክል ኣብ መፅንሒ እዮም ዘቐምጥዎ ስለዚ ከም ሓደ ንቡር ቆልዓሲ ክኸይድ ኣይክእልን እዩ ማለት እዩ ስለዚ በጊዕ ጤል እንተ ኮይነን እየን ሽዱሽተ ወርሒ ሓሙሽተ ወርሒ ዝወልዳ ክልተ ወርሒ ተወልድና ከዓ ናይ ድሙ ናይ ከልቢ ከዓ ክልተ ወርሒ ይኸውን ማለት እዩ ናይ ላም ከዓ እግረ መንገድና ከዓ ከምዚ ናትና ትሽዓተ ወርሒ እያ ስለዚ እቲ ዋና ነገር ግን እዛ ሓፍትና ኣብ ቤተ ክርስቲያን ኣትያ ቃል ኪዳን ከም ዝኣሰረት ቪድዮ ዘርጊሓላ እንደገና እውን ኩላትኩም ሪኢኹሞ ትኾኑ ትኾኑ እዚ እዩ ስለዚ ኣብዚ ገና ቃል ኪዳን ካብ ዝኣስሩ ሓሙሽተ ወርሒ እንተ ገይሮም ኮይኖም ሲ ከመይ ኢሎም እዮም ወሊዶም ስለዚ እቲ ክኸውን ዘለዎ ነፍሰ ፆር ኮይነ እያ ተመርዕያ ማለት እዩ ነፍሰ ፆር ኮይና ኸ ከመይ ኢላ ኣብ ርእሳ ኣኽሊል ትደፍእ? ከመይ ኢላ ኣብ ቤተ ክርስቲያን ኣትያ ብተክሊል ክትምርዖ ትኽእል? ዝብል ሕቶ ናይ ኩላትና ሕቶ እዩ ማለት እዩ። ኣብዚ ኣነ ከም ሓሳብ ሒዝዮ ዘለኹ ምናልባት እቲ መልሲ ካብኣ ክንፅበ ኢና እቲ ዝዘርጋሐትሉ ዕለት ሰላሳ ኣፕሪል እንተ ኮይኑ እቲ መርዓ ዝነበረ ወይ ከዓ እቲ ዝዘርጋሐትሉ ናይ ብሓቂ ሽዑ መዓልቲ እንተ ተመርዕዮም ናይ ብሓቂ ሽዑ እንተ ነቲ መርዓ ኮይኑ ነፍሲ ጾር ኮይና ተመርዕያ ነፍሲ ጾር ኮይና ናብ ቤተ ክርስቲያን ኣትያ ኣላ ነፍሲ ጾር ኮይና ተክሊል ብተክሊል ተመርዓ ኣላ ነፍሲ ጾር ኮይና ድማ ኣብ ርእሳ ኣኽሊ ኣየጋጥም ይመስልኩም
እታ ቆልዓ ድንግል የኾነት ካብኡ እቲ ዶክተር ግን እንታይ ኢሉ ድንግል እያ ኢሉ ኣውግዕዎ ልቲ መርዓዊ ማለት እዩ ባዕላ ነጊራቶ ስለ ልኾነት ጸገም የብሉ በቃ ድንግል ኢያ ወልዶ ምንም ገለታት ኢላ ማለት እዩ እና ተራዳዲኦም መርዓትን ወሓኪምን ማለት እዩ ስለዚ እዚ ምስ ኾነ ግን ልኾነ ዓርኮ ረኺብዎ ካመይ እዩ ድንግል ድያ ዝሃ መርዓትካ ገለ ክሎ ከሎ መርዓ ተቐርቡ እዩ መዓልቲ ተቖሪጹ እዩ ነገራት ኩሉ በቃ ናብ ምስትኻል ይኸድሎ እወ ኢልኒ ኣይ ኣነ ኣይኣመንኩዋይ ብኸመይ ኢለ ኣመና ያው ልኡ ንሕደጎሉ ማለት እዩ ኣነ ኣይኣመንኩዋይ ላብዚ ሓኪም ንኺድ ኢሉ ላብዚ ሓኪም ኸይዱ እዙይ ልዓመታት ልኣክል እዚ ክነቱ ሒዙ እዚ ዲቁና ሒዙ ድንግልንኡ ሒዙ እንደገና ቀጻለ ብቅስና ኸገልግል ኢሉ ተስፋ ልገብር ሰብ እዩ ስለዚ እዚኣ ድንግልና ለይብላ ድንግልና እኒዋ ኢልካ እንድሕር ነጊርካና ቀጻሊ ምሳኻ ብጣዕሚ ኸቢድ ህይወትና ንሕልፍ ትኽክለኛ ኣይኾነይ ልኣኻለ ይጥዕመካይ ልኣናለ ይጥዕመናይ ብሱርለ ሓጥያት እዩ ልኣኻለ ክብሎ ኸሎ ኣይ ኣነማ ጸገም የብሉ ኢላትኒ እያ እምበይ ድንግልማ ኣይኾነት ኢሉ እዚ ዶክተር ክዓ ይናገራ ካብኡ ልምንታይ ከምኡ ኢልኪ ትባሃላ እዛ ቆልዓሲ ሕጽር ልም ኣልታ እዩ ታይ ኢላቶ መሲልኩም ካብ ማሊ እገለ ሰበይቲ እገለ እኮ ድንግል የኾነት እይ ግን ሰብኣያ ድያቆን እዩ ስለዚ ትነብርላ ኢላ ዋ እሞ እሊ እገለ ኣፈሪስዎም እሞ ንኣና ለይፍረሰና ድዩ በቃ እሊ እገለ ተዋላሽዮ እሞ ንሕና ለንባላሽዮ እዚኣ ሰይጣን ናዝሓደሮ ሰብ ምኽሪ እያ ሰይጣን ታይ ኢሉ ልዋዕሉ ፈሪስዎ ልዋዕሉ ወዲቁ ልዋዕሉ ስሒቱ። ጓል ኣንስተይቲ ኤርትራዊ ወላ ተጋሩ ይኹና ዝኾነት ጓል ኣንስተይቲ ክትጸርፊ ስማዕኪ ኣነ ኩሉ ዶኩሜንትኺ ስእልኺ ዋላ እቲ ቪድዮታት ኩሉ መጺኒ ንዓይ ንዓይ ካን ሰደምለዮ እስኺ እቲኣ ዝረኣኽዋ እስኺ ኣብዚ ሚድያ ከዓ እዚ ንርእየኪ ብጣዕሚ እዩ ገሪምና ኣነ ማለት እዩ እቲ ፍልልይ ስለዚ ኣንቲ ኮፒ ናይ ሰብ ክትቀድሒ ናትኪ ዘይብልኪ ለማኒት